ብስሚላሂ ራሕማን ራሒም ኣልሓምዱሊላሂ ረቢል ዓለሚን ወሰለላሁ ወሰለመ ዓላ ነቢይና ሙሓመድ ክቡራት ኣሕዋተይን ኣሓተይን ኣሰላሙ ዓለይኩም ወራሕመቱላሂ ወበረካቱህ እነሆ እምበኣር ብዛዕባ እቲ ናይ ሮሞዳን እነቕርቦ ዘለና ትሕዝቶ ሎሚ እውን እቲ ኣገዳሲ ዝኾነ ኣብ ሻህር ሮሞዳን ክፍጸም ዘለዎ ፍቱው ዝኾነ ናብ ረቢ ስብሓን ወተዓላ ዘቀራርበና እቶም ቀዳሞት ብዝያዳ ዝሰርሕዎ ዝነበሩ ሰናይ ግብሪ እቶም ኣኢማ እቶም ሳልሒን ዝሰርሕዎ ዝነበሩ እንታይ እንተድኣ ኢልካ ሁወ ቂራኣቱል ቁርኣን እዚ ሮሞዳን እዚ ክኣቱ እንከሎ ዝያዳ ኣበየናይ ኣዕማል ከነድህብ ኣለና እንተድኣ ተባሂሉ

ሁደን ሊናሲ ወበይናት ሚነል ሁዳ ወልፉርቃን ሻህር ሮሞዳን ቁርኣን ዝወረደሉ እዩ ብኸምኡ እዩ ድማ ካብ ካሊእ ኣዋርሕ ዝያዳ ደብልፆ ዘሎ እሞ ሻህር ልቁርኣን ተባሂሉ እውን ይፍለጥ እዚ ወርሒ እዚ እቶም ቀዳሞት ዝነበሩ ኩሉ ዒባዳታት ወይ ድማ ኩሉ ዝሰርሕዎ ዝነበሩ ኣቋሪፆም ኣብዛ ሮሞዳን ክትከውን ከላ እታ ስያምን ቁርኣንን እዩ ነይሩ ስራሕ ናቶም ማለት እዩ ወሊሃዛ ክመፀና እዩ ኣነቢይ ስለ ላሁ ለ ወሰለም ምስ ጅብሪል ኣብዚ ሻሃር ሮሞዳን ሙዳረሳ ይገብሩ ነይሮም ብቁርን ልከሪም እዚ ቁርን እዚ ምቅርኡ የውመል ቂያማ ውን ክንድቲ ትቀርኦ ዝነበርካ ክንድኡ ደረጃኻ ውን ኣብ ጀና ሓፍ ይብል ወሊሃዛ ከምቲ ኣብ ሓዲስ ኣቡ ዳውድ ወትርሚዚ ወኣሕመድ ዘሎ ሓዲስ ሓዲስ ዓብዱላህ ብኒ ዓምሩ ኣነቢይ ሰለ ላሁ ዓለይህ ወሰለም

ደረጃ ናትካ ድማ ከመይ ኢሉ ከፍ ክብል እዩ ወይ ድማ ከመይ ኢሉ ክልዕል እዩ እንተደ ኢልካ ድማ ክንዲቲ ኣብ ኣዱንያ ትቀርኦ ዝነበርካ ብኡ ደረጃ ድማ እቲ ጀናናትካ ክብ ክብል እዩ ይበሃል ማለት እዩ እዚ እንታይ ይብሉ ኩለማ ቁርን ሓፊዝካዮ ከምቲ ክንዲቲ ተሓፍዞ ዝነበርካ ክንድኡ ደረጃኻ ኣሓፍን ክብን ትብል ማለት እዩ እዘን ቁርን ልከሪም እዚ ወርሒ ሮሞዳን ሻህር ልቁርን እዩ ዝበሃል ማለት እዩ እንታይ ማለት እዩ ኩሉ ነገራት ገዲፍካ ካሊእ ክታብቲ ካሊእ ዝቐራእ ገዲፍካ ኣብ ቁርን ጥራሕኻ ዝያዳ ክዝንብል ደለካ ማለት እዩ ቁርን ረበልዓለሚን ዘውረዶ ብኡ ክንሰርሕ ንዕኡ ክንርድኦ እዩ ማለት እዩ

እዘን ልየደበሩ ኣያቲ እቲ ኣያት እቲ ቁርን እንታይ እቲ ሓላል እንታይ እቲ ሓራም እንታይ እቲ ረቢ ዝፈትዎ ንኡ ንክተደብር ዶ ክትገብር ንኡ ክትፍህሞ እዩ ወሪዱ ዘሎ ማለት እዩ ወሊሃذ ነብይ صለ ላه ለ ወሰለም ቁርን ክሰምዕዎ ደስ ይብሎም ነይሩ እብኒ መስዑድ ኢሎሞ ነቢ ዓለይሂ ሰላቱ ወሰላም እቅረእ ዓለያ እስከ ቁርኣን እስከ ቅረኣለይኻ ኢሎሞ ይብሎም እብኒ መስዑድ ያ ረሱለላህ ኢልዎም ኣቅረኣሁ ዓለይካ ወዓለይካ ኡንዚል ናባኻ ወሪዱስ ኣነ ድማ ክቅርኣልካ ይብሎም ቃላ ነዓም እወ ቅርኣለይ ኢኻ ይብልዎ

ነቢ ዘይሓለፎ ህዝቢ የለን። ንኹላቶም ድማ ከም ደብጽሑ ድማ ምስክር ዝኾኑ ነናቶም ምስክሮም ነብያቶም እዮም። ንስኻ ድማ ናይዚኣቶም ምስክር ኢኻ የውመልቅያማ ዝብል ናይ የውመልቅያማ ኩነታት ምስ ሰምዑ ነቢ ስ ላ ሰለም ሓስቡከ ልኣን ኢሎሞ በል ይኣኽለካ ኢሎሞ ፈልተፈቱ ንረሱል ቁሊሕ ኢለ ተረኣኹዎም ፈኢዛ ዓይናሁ ተዝሪፋን ዓይኖም ንብዓት ዘረብረብ ክብል ርእየዮ ይብል እብኒ መስዑድ ረዲየላሁ ዓንሁ እዚ ኣብ ሓዲት ኣልቡኻሪ ዝርከብ ማለት እዩ እዘን እዚ ቁርን እዚ ተደብር ክትገብረሉ እቲ ኣሕዋል ናይ ዮም ኣልቅያማ ክትሰምዐ ከለኻ ክትሪኦ ከለኻ ልክዕ ከምቲ ኣብኡ ዘለኻዮ ኮንካ ክትቀርኦ እዩ ዘለካ ማለት እዩ ወሊሃዛ ዓብድራሕማን ኣቡ ዓብድራሕማን ኣሰለሚ ዝተባሃለ እንታይ ይብል ክዛረብ እንከሎ ቁራኡና ይብል ኣምሳሉ ዑስማን እብኒ ዓፋን እቶም ቁርን ፍሉጣት ውርያስ ዝነበሩ ከም በዓል ሰይድና ዑስማን እብኒ ዓፋን ወዓብድላህ እብኒ መስዑድ ኣነሁም ማ ካኑ የተጃወዙነ ልዓሽሩ ኣያት ክቐርኡ እንከለዉ ካብ ዓሰርተ ኣያት ንላዕሊ ኣይሰግሩን እዮም ነይሮም ንዓኣ ይቐርኡዋ ሓታ ያዕለሙ ማ ፊሃ ይቐርኡዋ ተደብሩ ይገብሩ ደጋጊሞም ይቀርኡዋ ኣብኣ ዝርከብ ኣብዘን ዓሰርተ ኣያት ዕልሚ ብደሎ ይወስድዎ ወልዓመል ብድሕሪኡ ድማ የተግብርዎ እስትቕፋር ተኾይኑ ናይ እስትቕፋር ዝነግር ተኾይኑ የስተቕፍሩ ናይ ሰደቃ ተኾይኑ ይስደቑ ናይ ር ምስራሕ ዝኾነ ይኹን ረቢ ዝኣዘዞ እንተ ኮይኑ ንዕኡ ይፍፅሙን ይሰርሑን ነይሮም እዘን ይፈልጥዎን ከምኡ ድማ የተግብርዎን ነይሮም ፈጀመዑ በይነ ልቁርን ወልዕልም ወልዓመል ቁርን ይቀርእዎ ከምኡ ድማ ይፈልጥዎ ከምኡ ድማ ይትግብርዎ ነይሮም እዚ እቲ ክኸውን ዘለዎ ቁርን ምስ ፈለጥካዮ ትሰርሓሉ ብኡ ድማ ክትፍረድ ኣለካ እቲ ቁርኣን ዝብሎ ናብኡ ክትምለስ እዩ ዘለካ ናብ ስምዒትካን ናብ ቃሕታኻን ናብ ድሌትካን ክትምለስ የብልካን ቁርኣን ድብሎ ሸርዒ ዝብሎ ብኡ ኢኻ ክትከይድ ዘለካ ወሊሃዛ ረቡና ዓዘ ወጀል ኣብ ሱረት ሹራ እንታይ ኢሉ ወማ እክተለፍቱም ፊህ ምን ሸይእን ፈሑክሙሁ ኢላ ላህ ዛሊኩም ላሁ ረቢ ዓለይህ ተወከልቱ ወኢለይህ ኡኒብ

እዚ ረዋሁ ልሓክም ፊ ልሙስተድረክ ሓዲስ ወሰሓሓሁ ልኣልባኒ ኣብ ሰሒሕ ኣልጃምዕ ዝርከብ ማለት እዩ ኢዘን ብቁርን እንታይ ትገብር ትሰርሕ በል ብቁርን እስትሽፋእ ትገብር መድሃኒት ተደሊኻ እውን ቁርን መድሃኒት እዩ

ነቲ ኢማን ዘይብሉ ግን ቁርን ክሰምዕ ከሎ ጣዕሚ እውን ኣይህቦን እዩ ማለት እዩ እዘን ጣዕሚ ክሕድር ኣብ ነፍስና ብኡ ጌርና ሽፋእ ክንረክብ ኩላ ግዜ ተመላሊስካ ተመላሊስካ ክትቀር እዩ ዘለካ እዚ ቁርን እዚ ወረቀ ሰሓባ ኣልመልዱቅ ብሱረት ልፋትሓ ፈሹፍያ ብእዝኒ ላህ ሰሓባ ሓደ ዝተነኸሰ መድሃኒት ምስ ሰኣኑሉ ምስ ረኣይዎም ከይዶም ሰሓበት ነቢዪ ሰለላሁ ዐለይሂ ወሰለም ሱረት ኣልፋቲሓ ቀሪኦም በዛ ሱረት ኣልፋቲሓ መድሃኒት ገይሮምሉ ማለት እዩ እዘን ቁርኣን ኣልከሪም ሽፋእ ኣለዎ ማለት እዩ ወልናዕለም ዒባደላህ እዚ ክንፈልጦን ክንርድኦን ዘለና ክቡራት ኣሕዋት እዚ ቁርን እዚ ፈዳኢል ናቱ ደረጃ ናቱ ብዙሕ እዩ ኣልሕፍዙ ፊ ዱንያ ምን ኣደላል ወፊ ልኣራ ኣብ ኣዱንያ ካብ ጥፍኣት ከምኡ ውን ኣብ ኣኼራ ካብ ሸቃእ ዝሕልወካ እንታይ እዩ እንተ ኢልካ ቁርን እዩ ፈመን ተበዓ ሁዳያ ፈላ የድሉ ወላ የሽቃ ኢሉ ረብና ዘ ወጀል ነዚ መምርሒ ናተይ ነዚ ብርሃን እዚ ነዚ ቁርን እዚ ዝተኸተለ ሰብ ኣይጠፍእን እዩ ፈላ የድሉ ወላ የሽቃ ኣይቅርሰስን እዩ ርሑስ እዩ ዝኸውን ማለት እዩ

የርፋዑ ላሁ ብሃዘ ልክታብ ኣቅዋመ ወየደዑ ኣኸሪን በዚ ቁርን እዚ ሰባት ደረጅኦም ሓፍ የብሎም ረብና ዘ ወጀል ምክንያቱ ቁርን ብምቕርኦም ሓንቲ ብዙሕ ነገራት ዘይነበሮም ብሰንኪ ቁርን ግን ረብልዓለሚን ደረጅኦም ሓፍ የብሎም ገለ ሰባት ድማ ነዚ ቁርን እዚ ስለ ዝነፀጉ ድማ ደረጅኦም ድማ ታሕቲ የውርዶም ማለት እዩ

ቁርኣን ድሓፈዘ እዩ የኡሙል ቀውም ኣቅራኡሁም ሊኪታቢላህ እዚ ኩሉ እዚ ደረጃታት ካበይ እዩ ድመጽእ እንተ ኢልካ እንተ ኩላ ግዜ ምስ ቁርኣን ዘለካ ርክብ ዓቢ ኮይኑ ማለት እዩ ስለዚ ሻሃር ሮመዳን ሻሃር ናይ ቁርኣን ስለ ዝኾነ ናብ ቁርኣን ዝያዳ ክንዝንብልን ናብ ቁርኣን ዘለና ምቅራእ ካብቲ ኣብ ካሊእ ግዜ ኣብዚ እዩ ዝያዳ ከነብልጾ ዘለና ወነስኣሉ ላህ ዓዘ ወጀል ኣን ይወፊቀና ሊማ ዩሕቡ ወየርዳ